ምንም ነገር ኣይገበርናን በቃ ሽምግልና ተጠይቃ ዝነበረና ቅርሺ ኣብ ንብረት ናይ ገዛ ኣማሊእና ሓዳርና ጌርና ማለት እዩ ሽዑ ራኬብ ተጠኒሳ
ራኬብ ተጠኒሳ ቆንጆ ፍቅሪ ነይሩና መጀመርያ ስማ ብጣዕሚ ሓሪፍ ፍቅሪ በቃ በቃ ስቂሉ ሕጂ ንባዕሉ ስንቂ ዝኾነኒ የስታውሶ በቃ ውይ በስመ ኣብ ደስ ክብል ነይሩ ናይ መጀመርያና ካብኡ ተይኮይኑ ባዕለይ የባራሽዮ ከምቲ ዝበልኩኺ መሓመድ ይቕልሎ ባባ ዳዊት ገዲፈ ውርዐ ከይደ ፊልሚ ሰሪሐ እትና ኩራዝ ትብል ፊልሚ ክሰርሕ ገለ ክብል በቃ ሓዳረይ ንፋስ ኣእትየሉ ባዕለይ ብጣዕሚ ንፋስ ኣእትየሉ ተዓጊሱኒ እዩ ካብ ኣርቲ ንክወፅእ ኣምሂሩኒ ክወፅእ ይከኣልኩም ክገድፍ ይከኣልኩ ነቀ ካብኡ ንእሽተይ እናተፋሓፋሕና እናተፋሓፋሕና ኣነ ኣብ ክንዲ ሓዳረይ ከምዚ እናበልኩ ኣብ ክንዲ ዝሓስብ ኣብቲ ህይወተይ ዘይተቐየረ ገዛይ ዘይሓገዝኩ ኣሕዋተይ ዘይደገፍኩ ከምዚ ዘይኮንኩ ኣብ ዝብል እየ እኒኦኹ ናይ ባዕለይ ህይወት ከም ዝጀመርኩስ ኣይነቓሕኹን ከምዚ ብዙሓት ደቂ ኣንስትዮ ይህልዋ ኢለ እየ ዝሓስብ ሕጂ እውን በቃ እስኪ ታይ ታይ ገይሩኒ ታይ ኮይኑ ባ ኢልካ ሕስብ ሰኣን ምባል ሰኣን ናብ ባዕልኻ ምልስ ምባል እወ ብጣዕሚ በቃ ዘይተረደአለይ ዘይገበረለይ ዘይኾነ ጥራሕ እየ ዝብሎ እንታይ ኮይኑ ዘይርደለይ እንታይ ኮይኑ ትስርሑ ግድፍ ኣብሉስ ናብቲ ናተይ ዓለም ዘይኣተወ በቃ ዘይንሰርሕ ጥራሕ እዩ ዝብል እሱ ግታ የዋፃእ የዋፅን ግን ይፈልጥ እዩ ፅቡቅ ገይሩ ዘይተረደኣለይ ጥራሕ እንዳበልኩ ሓንቲ መዓልቲ ከይተረዳእኩሉ ብጣዕሚ ነዊሕ ዓመታት ተዓጊሱኒ ኣብ መወዳእታ ክኾን ናብ ዘይኽእል ደረጃ በፂሑ ተፈላሊና ማለት እዩ ተፈላሊና በቃ ኣነ ናይ ባዕለይ ሂወት ጀሚረ ንሱ ናይ ባዕሉ ሂወት ጀሚሩ ኸቢድ ግዜ ሽዑ ሽዑኡ ናይ ጽምዋ ግዜ ንዓይ ሓሪፍ ግዜ ኮይኑለይ ኸቢድ ግዜ እውን ኮይኑ ካብ ሽዑኡ ፊት ንፊት ምስ ሰናይት ብደንቢ ዲስከስ ገይረ በቃ እንታይ እዩ ዝጎድለካ ካብ ኣማንኤል ታይ ኢኺ ኮይንኪ መዓልታዊ ጭቕጭቕ ትፈጥሪ ብስሩ ታይ ኢኺ ኮይንኪ ኢለ በቃ ንሰናይት ጭቕጭቕ ኣቢለያ ታይ እዩ ዝጎድለኪ እዚ ኣይገብረለይን ሕጂ እኮ ኣማኒኤል እኮ ሙሉእ ብሙሉእ ሙሉእ እዩ ማለት እኮ ኣይኮነን ግን ሰበይቲ ሓንቲ ሰበይቲ ሓዳር ክትገብር ከለዋ ክትወልድ ከላ ብድሕሪኡ ዳርጋ ሰብዓን ሓሙሽተን ፐርሰንት ናብ ውላዳን ናብ ሓዳራን እያ ክትሓስብ ዘለዋ። ቀደም ፌል ዝገበረ ህይወታ እንዳሓሰበት ትነብር እንድሕር ደኣ ኮይና ሓዳራ ውን እዩ ፌል ዝገብር።